ሰላም ከመይ ቀኒኹም ተኻታተልቲ ስማርት ኔሽን ንሎሚ እምበኣር ከም መብፅዓና ከመይ ገርና ኢንግሊሽ ናይ ምዝራብ ዓቕምና ብቐሊሉ ነማዕብሎ ዝድህስስ መደብ ብተኸታታሊ ኣብዛ ቻነል ክቐርብ እዩ ኣዝዩ ጠቓሚ ክሳብ ዝኾነ ከዓ ተገዲስና ህይወትና ክንጥቀመሎም ንኽእል ስርዓት ዝሓለዉ ግስታት ወይ ሞዳል ቨርብስ ይበሃሉ ክንጅምር ኢና እዚኦም ከዓ ከመይ ጌርካ ኣገባብ ዘለዎ ዘረባ ክዛረብ እዮም ዘመልክቱ። ስለዚ ቅድሚ ቀጥታ ናብቲ ኣብዚ ትሕዝቶ ትሪእዎ ዘለኹም ዝርዝር ምእታወይ ክንፈልጦ ዝግብኣና ነገር ኣሎ። ንሱ ከዓ እንታይ ኩሉ ግዜ ብዛዕባ ናይ ኢንግሊሽ ክእለት ወይ ዓቕሚ ኣዘራርባ ክንዛረብ ከለና እዞም መሰረታውያን ናይ ኢንግሊሽ ሰዋስው ወይ ግራመር ንብሎም ኣብ ናይ ምዝራብን ምጽሓፍን ዓቕምና ብጣዕሚ ዓቢ ተራ ስለ ዝጻወቱ ክንፈልጦም ኣገዳስቲ እዮም ማለት እዩ። ስለዚ ከም ጀማሪ እዞም መሰረታውያን ናይ ኢንግሊሽ ሰዋስው ንብሎም ዘለና ከመይ ጌርካ ንድርብ ቋንቋ ናይ ሓደ ቃል ማለት እዩ ወይ ቮካብለሪ ክትሰርዖም ከም ትኽእል ከምኡውን ከመይ ጌርካ ትርጉም ዝህብ ዘረባ ትዛረብ ስለ ዝሕግዙኻ ናይ ግድን ክትፈልጦም ኣገዳሲ እዩ ማለት እዩ። ስለዚ ከም ተወሳኺ እንታይ ክብለኩም ይደሊ ኣብ ምዝራብ ቋንቋ እንግሊሽ ክልተ ነገር እዩ ዘሎ ንኣብነት ቃላት እንግሊሽ ምፍላጥን ከመይ ጌርካ ቃላት ብግቡእ ሰሪዕካ ሓደ ሙሉእ ትርጉም ዘለዎ ሙሉእ ሓሳብ ትሰርሕን በበይኑ እዩ ማለት እዩ ስለዚ ምናልባሽ ቃላት እንግሊሽ ክትፈልጥ ትኽእል ኢኻ ከመይ ጌርካ ሰሪዕካ ትርጉም ዝብ ዘረባ ትዛረብ ዘይትፈልጥ እንተኾይንካ ግን ከንቱ እዩ ማለት እዩ፣ ትርጉም የብሉን። ስለዚ ነዚ ፈሊጥና ክንማሮ ይግባኣና እዩ። ስለዚ እዞም መሰረታውያን ሕግታት ናይ ግራምር ንብሎም ዘለና ናይ ኢንግሊሽ ማለት እዩ ክንፈልጦም ኣገደሲ ስለዚ ናብኡ ክወስደኩም እዩ እዞም ኣብዚ ንሪኦም ዘለና ካን ኩድ ኣለዉ እዚኦም ክልተ ቃላት ዳርጋ ሓደ እዩ ትርጉሞም ኩድ ሕሉፍ ናይ ካን እዩ ማለት እዮም ትንፈልጦ ስለዚ እዞም ሞዳል ቨርብስ ወይ ድማ ኣገባብ ጌርካ ክትዛረብ ዝሕግዙኻ ግስታት እዮም ማለት ስለዚ ኣጠቃቅሞም ኣብዚ ኣሎ ስለዚ ካን ንኣብነት ብሓሙሽተ መልክዕ ክንጥቀመሉ ንኽእል Ability፣ ክእለት ማለት እዩ። ስለዚ ካን ብኣቢሊቲ ተጠቒምካ ትዛረብ ከለኻ እንታይ ማለት እዩ? ንሓደ ነገር ከም ትኽእሎ ክትገልጽ እንተደሊኻ ትጥቀመሉ ማለት እዩ። ስለዚ ኤግዛምፕል ኣሎ ኣብ ጎኒ እንታይ ይብላ ኣሎ ኣይ ካን ፕለይ ደ ፒያኖ ቨሪ ዌል ፒያኖ ጽቡቅ ገይረ ክጻወት ይኽእል እየ ይብላ ኣሎ። ስለዚ እንታዩ ፒያኖ ተጻዊትካ ከም ትኽእል ትነግር ኣለኻ ማለት እዩ ካልእ ወላ ሓንቲ ክስታይ የብሉን ካልኣይ ከም ብ permission ወይ ፍቓድ ማለት እዩ ትጥቀመሉ ትኽእል ኢኻ ንኣብነት እንታይ ትብል can I go now ክኸይድ ይኽእል ዶ ሕጂ ፍቓድ ትሓትት ኣለኻ ማለት እዩ ስለዚ ካን ኣብዚ ከም እንታይ ተገልግል ኣላ ከም ፍቓድ መሕተቲ ማለት እዩ ስለዚ can I go now እንተ ኢልካ ክኸይድ ይኽእል ዶ ሕጂ ትብል ኣለኻ ማለት እዩ ን ፖሲቢሊቲ ተኽእሎ ከም ደሎ እውን ትነግር ትኽእል ማለት እዩ ካን ተጠቒምካ ስለዚ ርግፀኛ ኣይኮንካን ግን እንታይ እዩ ተኽእሎታት ከም ዘሎ ትሕብር ኣለኻ ስለዚ ንኣብነት it can be a very good day tomorrow ስለዚ እንታይ ይብላሎ ጽባሕ ጽቡቕቲ መዓልቲ ክትከውን ትኽእል እያ ስለዚ ትኽእል እያ ፖሲቢሊቲ ትነግር ኣለኻ ክትከውን ትኽእል እያ ትብል ኣለኻ ማለት እዩ ኤንድ ብድሕሪኡ ኦፈር ወይ ከዓ ሓገዝ ምሃብ ንሓደ ሰብ ብድልየትካ ማለት እዩ ከምዚ ክገብረልከ ክትብል ከለኻ ኣወንታዊ ሓገዝ ክኸውን ከሎ ማለት እዩ ስለዚ እንታይ ትብል ኣይ ከን ሄልፕ ዩ ዊዝ this homework don't worry ስለዚ እንታይ እዩ ኣይትሸገር እዚ ዕዮ ገዛ ክሕግዘካ ይኽእል እየ ትብሎ ኣለኻ ስለዚ እዚ እንታይ እዩ ካን ኣብዚ ከም እንታይ ተገልግላ ኣላ ማለት እዩ ሓደ ሰብ ከም ክትሕግዞ ምዃንካ ትነግሮ ኣለኻ ማለት እዩ ስለዚ ብድሌትካ ማለት እዩ and uh, request uh, ሕቶ ማለት እዩ ከም ሕቶኻ እዛ ንፈልጥ ኢና ኩሉ ግዜ ካን ዩ ኢልካ ክትብገስ ከለኻ ሕቶ ዩ ማለት ዩ ካን ዩ ፕሊስ ፓስ ሚ ደ ሳልት እታ ጮክ ተሕልፈለይ ዶ ትኽእል ወይ ከተቐብለኒ ዶ ማለት ዩ ስለዚ ካን ኣብዚ እንታይ ጥቀመላ ብሕቶ ማለት ዩ ካን ዩ ፕሊስ ፓስ ሚ ደ ሳልት ክትብል ከለኻ ማለት ዩ እታ ጨው ተሕልፈለይ ትኽእል ዶ ትብሎ ኣለኻ ስለዚ ካን ኣብዚ ብክንደይ ንጥቀመላ ኣለና ብሓሙሽተ መልክዕ ከም ሕቶ ንሓደ ሰብ ክሕግዘካ'የ ክትብሎ ከለኻ፣ ተኽእሎታት ከም ደሎ ክትነግር ከለኻ፣ and ፍቓድ ክትሓትት ከምኡ'ውን ክእለት ከም ትኽእል ሓደ ነገር I can do this ክትብል ከለኻ፣ ከምዚ ክገብር ይኽእል'የ፣ ከምዚ ክገብር ይኽእል'የ ክትብል ከለኻ ከኣ ትጥቀመላ ማለት'ዩ። ስለዚ እዚኦም ነገራት ኩሉ ግዜ እንታይ ኣብ መዓልታዊ ናይ ህይወትና I mean ክንዘራረብ ከለና ንጥቀመሎም ነገራት እዮም ማለት እዩ። could ኣሎ ብድሕሪኡ could ability in the past ናይ ሕሉፍ ክእለት ማለት እዩ። ሕጂ ability in the past ኣብ ሕሉፍ ትኽእሎ ዝነበርካ ሕሉፍ ናይ ካን እዩ። ሕጂ ኣይካ እንተይልካ ሕጂ ትኽእል ኣለኻ ማለት እዩ። ኩድ እንተይልካ ግን ትኽእሎ ዝነበርካ ሕጂ ግን ዘይትኽእሎ ደለኻ ማለት እዩ ግን ኔርካ ትኽእሎ ኔርካ ማለት እዩ ንኣብነት ኤግዛምፕል ኣሎ ኣብዚ ኣይ ኩድ ፕለይ ደ ፒያኖ ዌል ወን ኣይ ዋዝ ናይን ወዲ ወይ ጓል ትሽዓተ ዓመት ከለኹ ፒያኖ ፅቡቅ ገይረ እየ ዝኽእላ ነይረ ትብል ኣላ ስለዚ እዚ እንታይ እዩ ነይረ ኢኻ ትብል ኣለኻ እጂ ኮንካ ንኽእል ኣላ ግን ወዲ ትሽዓተ ወይ ጓል ትሽዓተ ዓመት ከለኺ እንታይ ትኽእል ኔርካ ማለት እዩ ስለዚ ኣይ ኩድ ኢልካ ኢኻ ትዛረብ ኣይከናይ ትብል ኒሃ ብድሕሪኡ ከምዚ ድበልኩኹም እዞም ሞዳል ቨርብስ ናይ ኣገባብ ዘረባ ኢለኩም ነረ ስለዚ ፖላይት ፐርሚሽን ዝበሃል ኣሎ ከምዚ ምቕሉል ዘረባ ምሽ ኣሎ ስነ ስርዓት ዘለዎ ዘረባ ጌርካ ፍቓድ ክትሓትት ከለኻ ንሓደ ሰብ ዝኾነ ከምዚ ዶ ክትገብረለይ ክትብሎ ከለኻ ማለት እዩ ንኣብነት ኤክስኪዝ ሚ ክዳይ ከሚን ይቕሬታ ክኣቱ ይኽእል ዶ ማለት እዩ ስለዚ ከምዚ ኩዳይ ካም ኢን ሕጂ ኩድ ከም እንታይ ንጥቀመላ ኣለና ከም ፍቓድ መሕተት እዩ ማለት እዩ ኣብዚ ግዜ እዚ ከም ሕሉፍ ኣይኮነት ንጠቅም ደላ ኣብታ እዋንስ ኣርእኩም ኩድ ኣብታ ቀዳሚት ከም ሕሉፍ ተገልግላላ ይኽእል ነይረ ትብል ሕጂ ግን ኩድ ኣብዚ ሕሉፍ ደይኮነ ደሎ ከም ፍቓድ መሕተቲ ኢኻ ትጥቀመላ ዘለኻ ማለት ስለዚ ኤክስኪዝ ሚ ኩድ ኣይ ካም ኢን ይቕሬታ ክኣቱ ይኽእል ዶ ትብላ ኣለኻ ማለት ብድሕሪኡ ፖሲቢሊቲ ወይ ተኽእሎታት ትነግር ከለኻ እውን ኣሎ ኤሄ ስቶርም ኩድ ካም ሂር ቱሞሮ ጽባሕ መሸምበባ በረድ ኣብዚ ክመጽእ ይኽእል እዩ ትብል ኣለኻ ስለዚ ተኽእሎታት ከም ደሎ እውን ክትነግር ትኽእል ኢኻ ኩድ ተጠቒምካ ማለት እዩ ጽባሕ ስለዚ ናይ ጽባሕ እንዳተዛረብካስ ኩድ ትብል ኣለኻ ኩድ ሕጂ ከምዚ ብዙሕ ግዜ ሰብ እንታይ ይመስሎ በታ ናይ ሕሉፍ ብዙሕ ግዜ ስለ ንፈልጣ ማለት እዩ ኩድ ከም ኢልካ ንፅባሕ ኩድ ትብል ኤንሶን ዘረባታት ኣሎ ግን ኣብዚ ግዜ እዚ ኩድ ፖሲቢሊቲ ንክትነግር ኢኻ ትጥቀመሉ ዘለኻ ማለት እዩ ብድሕሪኡ ፖላይት ኦፈር ልክዕ ከምቲ ናይቲኣ ኣቐዲምና ዝበልናዮ ማለት እዩ ግን እዚ ፖላይት ኦፈር ማለት ከምዚ ምቕልል ኢልካ ወይ ድማ ብኣገባብ ስነ ስርዓት ዘሎ ዘረባ ጌርካ ንሓደ ሰብ ክትሕግዞ ክትደሊ ከለኻ ማለት እዩ ንኣብነት ኖ ፕሮብሎም ኣይ ኩድ ጊቭ ዩ ኤ ሊፍት ጸገም የለን ክማልኣካ ይኽእል እየ ወይ ክማልኣኪ ይኽእል እየ ማለት እዩ ሕጂ እንታይ እዚ ሊፍት ምምላእ ማለት እዩ ስለዚ እንታይ ኢኻ ትብል ኣለኻ ያ ክማልኣካ ይኽእል እየ ወይ ከብፅሓ ክኽእል እየ ትብል ኣለኻ ማለት እዩ ወይ ክማልኣኪ ሻሎ ንሓደ ሰብሲ ከምዚ ክገብረልካ ትብሎ ከምቲ ኣቐዲምና ዝበልናዮ ማለት እዩ ብድሕሪኡ ፖላይት ሪኬስት ኣሎ Could you please move to the next slide ናብታ ቀጺላ ዘላ መንሻተቲ ክትግዕዝ ዶ ምኸኣልካ ትብሎ ኣለኻ Could you please እንጂ እዚ እንታይ እዩ ትሓቶ ኣለኻ ሓደ ነገር ክገብር ግን እዚ ሕጂ እንታይ የርኢ መሲልኩም ስነ ስርዓት ኣብቲ ክትዛረብ ከለኻ ማለት እዩ ስለዚ ኩሉ ግዜ ከምዚ ኢልካ ክትሓትት ትኽእል ማለት እዩ ዝኾነ ነገር ከምዚ ግበር ክትብል ከለካ could you please move to the next slide ናብታ ቀጺላ ዘላ መንሻተቲ ክትግዕዝ ዶ ምኸኣልካ ማለት እዩ። ግዕዝ ዶ ምኸኣልካ ትብል ማለት እዩ። ስለዚ እምበኣር ናይ ሎም ትምህርትና ነዚ ይመስል። please ነዘን ሎም መዓልቲ ክንመሃረን ዝወዓልና ደጋጊምኩም ተጠቐሙለን ካልእ ሰንተንስ እውን እንዳወሰኽኩም ማለት እዩ። ምኽንያቱ ከምኡ ከይገበርካ ክትሕዞ ወይ ክትምዕብል ስለ ዘይትኽእል ማለት እዩ። እምበኣር ጽቡቕ ዕድል።